ኣብ ወርሒ ሚያዝያ ክልተ ሽሕን ዓሰርተ ሰለስተን እምነ መሰረት ዝተነብረላ ብኣስታት ኣርባዕተ ሚልዮን ዶላር ዝተሃንጸት ኣብ ንኡስ ዞባ ኣርባዕተ ኣስመራ እትርከብ በዓልቲ ሰለስተ ደርቢ መባእታ ቤት ትምህርቲ ኢራፋይለ ተመሪቓ። ወኪል ኤሪና ኣብሰራ ተወልደ ዘዳለወቶ ጸብጻብ እንሆ።
ኣብ መንጎ መንግስታት ኤርትራን ቻይናን ብዝተገብረ ስምምዕ ኣብ ዞባ ማእከል ንኡስ ዞባ ኣርባዕተ ኣስመራ ብሰለስተ ነጥቢ ሸሞንተ ሚልዮን ዶላር ብመንግስቲ ቻይና ዝተመወለ ኣብ ኣርባዕተ ሽሕን ሰለስተ ሚእትን ትርብዒት መተር ዝተደኮነን በዓል ሰለስተ ደርቢ ዘመናዊ ህንጻ መባእታ ቤት ትምህርቲ ራፋይለ ተዛዚሙ ብዕስራን ሓደን ሰነ ተመሪቑ። ሚኒስተራት፣ ላዕለዎት ሓለፍቲ ህግደፍ፣ ሓለፍቲ ጨናፍር ሚኒስትሪ ትምህርቲ ከምኡ'ውን ኣምባሳደር ቻይና ኣብ ኤርትራ ኣብ ዝተረኽብሉ ናይ ምርኽኻብ ስነ-ስርዓት፣ ኣመሓዳሪ ዞባ ማእከል ሜጀር ጀነራል ሮመዳን ዑስማን ኣውልያይ ባንዴራ ኤርትራ ድሕሪ ምስቃል፣ ሚኒስተር ትምህርቲ ኣቶ ሰመረ ርእሶም ብስም መንግስቲ ኤርትራ ንመንግስቲ ቻይና ናይ ምስጋና ቃል ኣስሚዖም። ሚኒስተር ሰመረ፣ እታ ኩሉ ወጻኢታት ህንጸታ ብመንግስቲ ቻይና ዝተሸፈነ ቤት ትምህርቲ፣ መቐጸልታ ናይቲ ኣቐዲሙ ኣብ መንደፈራ፣ ጊንዳዕን ዝተሃንጸ ምዃና ጠቒሱ፣ ምስቲ ኣብ ቀረባ እዋን ንኽትግበር ስምምዕ ተበጺሕሉ ዘሎ ካልእ ህንጻዊ ስራሓት ተደሚሩ፣ መርኣያ ናይቲ እናደንፍዐ ዝመጽእ ዘሎ ዝምድና ክልቲኤን ሃገራት ከምዝኾነ ገሊጹ። ኣምባሳደር ቻይና ኣብ ኤርትራ ሚስተር ኒው ቺያንግ ብግዲኡ፣ መንግስቲ ኤርትራ ትምህርቲ ንኹሉ ንምብጻሕ ኣብ ዝጽዕረሉ ዘሎ እዋን ከምዚ ዝበለ ቤት ትምህርቲ ክሰርሑ ብምብቅዖም ፍሉይ ባህታ ከምዝስምዖም ብምምልካት፣ እታ ቤት ትምህርቲ ኣብ ገስጋስ ትምህርቲ ኣብቲ ከባቢ ኣገዳሲ ተራ ክትጻወት ዘለዎ ጽኑዕ እምነት ገሊጹ። ግዝያዊ ሓላፊ ጨንፈር ሚኒስትሪ ትምህርቲ ዞባ ማእከል መምህር በላይ ሃብተጋብር ድማ እታ ቤት ትምህርቲ ካብ ኣርባዕተ ኣስመራ፣ ዕዳጋ ዓርቢ፣ ኣባሻውል፣ ገዛ ብርሃኑ፣ ሓድሽ ዓድን ገዛ ከንሻን ንዝምደቡ ኣስታት ክልተ ሽሕ ተማሃሮ ክትቅበል ምዃና ብምሕባር ኣገልግሎት ክትህብ ኣብ እትጅምረሉ ቤት ትምህርቲ ኣርባዕተ ኣስመራ ናብ ማእከላይ ደረጃ ቤት ትምህርቲ ኣዱሊስ ድማ ናብ ካልኣይ ደረጃ ክዓብያ ስለዝኾና ኣብቲ ከባቢ ዝጸንሐ ጻዕቒ ክቃልል ምዃኑ ኣብሪሆም። ነቲ ስራሕ ክከታተል ዝጸንሐ ካብ ክፍሊ ቴክኒክ ዞባ ማእከል ኢንጂነር በረኸት ተስፋይ ንኤሪና ኣብ ዝሃቦ ሓበሬታ፣ እታ ቤት ትምህርቲ ነብሲ ወከፉ ኣርብዓ ተመሃሮ ዝሕዝ ዕስራን ኣርባዕተን መምሃሪ ክፍልታት፣ ዓሰርተ ሓደ ኣብያተ ጽሕፈት፣ ትሽዓተ ዓይኒ ምድሪ፣ ማእከል ኮምፕዩተርን ላይብረርን ብሓፈሻ ኣርብዓን ሓሙሽተን ክፍልታት ከም ዘለዋ ከምኡ'ውን ኣብ ትሕቲ መሬት ክልተ ሽሕን ክልተ ሚእትን ፊስቶ ዝሕዝ ክልተ ዓበይቲ ባስካታት ማይን መሳርሒታት መጥፋእቲ ሓውን ከም እተጠቓልል ኣነጺሮም። ኣብ መወዳእታ ሚኒስተር ትምህርቲ ኣቶ ሰመረ ርእሶም፣ ሚኒስተር ህንጻ ኣቶ ኣብርሃ ኣስፍሃን ኣመሓዳሪ ዞባ ማእከል ሜጀር ጀነራል ሮመዳን ኣውልያይን ንኣምባሳደር ቻይናን ነቲ ስራሕ ንዝመርሑ ቻይናውያን ክኢላታትን ሽልማት ዓዲሎም።